ንሱ፣ ኢዮሮብዓም፣ ኣብ ውግእ ኪመውት እዩ፣ ህዝቢ እስራኤል ከኣ ተማሪኾም ካብ ሃገሮም ኪውሰዱ እዮም ኢሉ ይዛረብ ኣሎ፣ በሎ። ኣማስያ ድማ ንኣሞጽ፣ ኣታ ነብዪ፣ ኪድ፣ ናብ ሃገር ይሁዳ ህደም፣ ኣብኣ ኸኣ ተነበ። እንተ ደለዩ ንሳቶም ይመግቡኻ። ቤትኤል ግና ንጉስ ዘምልኸላን ቤተ መቕደስ መንግስትን እያ እሞ፣ ድሕሪ ደጊም ኣብኣ ኣይትነበ በሎ። ኣሞጽ ከኣ ንኣማስያ፣ ኣነስ ጓሳን ሓላው ዳዕሮን እየ፣ ተኸፊቱ ተኸፊሉ ዝሰርሕ ነቢ ወይ ከኣ ካብ ማሕበር ነብያት ኣይኮንኩን። ክጓሲ ከለኹ እግዚኣብሄር ጸውዓኒ፣ ኪድ እሞ ንህዝበ እስራኤል ተነበየሉ ኸኣ በለኒ። እምበኣርሲ ቃል እግዚኣብሄር ስማዕ፣ ንስኻ ኣንጻር ህዝቢ እስራኤል ኣይትነበ፣ ኣንጻር ቤት ይስሓቕውን ኣይትስበኽ ትብል ኣሎኻ። ስለዚ እግዚኣብሄር ከምዚ ይብል ኣሎ፣ ሰበይትኻ ኣብታ ኸተማ ኣመንዝራ ኽትከውን እያ፣ ኣወዳትካን ኣዋልድካን ኣብ ውግእ ክሞቱ እዮም፣ ምድርኻ ድማ ብገመድ ተመቒላ ንኻልኦት ክትከውን እያ፣ ንስኻውን ኣብ ዓዲ ኣረማውያን ኽትመውት ኢኻ። ህዝቢ እስራኤል ከኣ ብርግጽ ካብ ሃገሮም ተማሪኾም ክስደዱ ኢዮም ኢሉ መለሰሉ። ካብ መዝሙር ዓሰርተው ትችዓተ ኩሉ ፍጥረት ክብሪ እግዚኣብሔር ይገልጽ። ሰማያት ክብሪ ኣምላኽ የዘንትዉ፣ ጠፈር ከኣ ግብሪ ኣእዳውካ ይነግር። መዓልቲ ነታ እትመጽእ መዓልቲ ትዘንትወላ፣ ለይቲ ድማ ነታ እትመጽእ ለይቲ ትነግራ። ቃላት ወይ ዘረባ የብሎምን። ድምጾም እውን ኣይስማዕን እዩ። ድምጾም ናብ ኩላ ምድሪ፣ ቃላቶም ድማ ክሳዕ ዘላ ኩላ ዓለም በጽሐ። እግዚኣብሔር ኣብ ሰማይ ንጸሓይ ድንኳን ተኸለላ። ንሳ ከም ሕጉስ መርዓዊ፣ ከምቲ ንምቅድድም ዝህንጠ ጎያያይ ንግሆ ንግሆ ትበርቕ። ንሳ ብሓደ ወሰን ሰማይ ትበርቕ፣ በቲ ሓደ ወሰን ሰማይ ትዓርብ። ካብ ረስና ከኣ ዝኽወል የልቦን። ሕጊ እግዚኣብሔር ፍጹም እዩ። ሓድሽ ህይወት ይህብ። ትእዛዛት እግዚኣብሔር እሙን እዩ፣ ንገርህታት ጥበብ ይህቦም። ሕጊ እግዚኣብሔር ቅኑዕ እዩ፣ ነቶም ዝእዘዝዎ የሐጉሶም። ትእዛዛት እግዚኣብሔር ንጹህ እዩ፣ ንኣእምሮ ምስትውዓል ይህብ። ንእግዚኣብሔር ምፍራህ ጽቡቕ እዩ፣ ንዘለኣለም የንብር። ፍርድታት እግዚኣብሔር ሓቂ እዩ፣ ኩሉ ግዜ እውን ቅኑዕ እዩ። ካብ ወርቂ፣ እረ ካብቲ ኣዝዩ ዝጸረየ ወርቂ እኳ ዝሕረ እዩ። ካብ መዓር እረ ካብ መዓር ወለላኣ እኳ ዝጥዕም እዩ ንዓይ ንባርያኻ እውን ፍልጠት ይህበኒ ዝሕልዎ ዘበለ ዓብዪ ካሕሳ ኣለዎ ንጌጋታቱ ዝፈልጥ ሰብ የልቦን ኦ ጐይታየ ካብቲ ተሰዊርኒ ዘሎ ጕድለት ኣንጽሓኒ ንዓይ ንባርያኻ ብትዕቢት ሓጢኣት ከይገብር ሓልወኒ ኣብ ልዕለይ እውን ከይስልጥን እውን ዕገቶ ሽዑ ምሉእ ክኸውን ዓብዪ ሓጢኣት እውን ኣይክገብርን እየ ኦ እግዚኣብሔር ጸግዐይን መድሓንየይን ዘረባይን ሓሳበይን ኣብ ቂድመኻ ቅቡል ይኹን ናይ ሎሚ ወንጌል ካብ ወንጌል ማቴዎስ ካብ ምዕራፍ ትሽዓተ ካብ ፍቕዲ ሓደ ንሓደ ልሙስ ከም ዘሕወየ ኢየሱስ ናብ ጃልባ ደይቡ ተሳገረ ናብ ዓዱ እውን መጸ እነሆ ኸኣ ኣብ ዓራት ዝደቀሰ ሓደ ልሙስ ኣምጽኡሉ። የሱስ ድማ እምነቶም ርእዩ ነቲ ልሙስ፣ ኣጆኻ ዝወደይ፣ ሓጢኣትካ ተሓዲጉልካ እዩ በሎ። እንሆ ኸኣ ገሊኣቶም ካብ መምህራን ሕግን ንሓድሕዶም ብልቦም እዝስ ይጻረፍ ኣሎ በሉ። የሱስ ድማ ሓሳባቶም ፈሊጡ ኸምዚ በሎም፣ ስለምንታይ ብልብኹም ክፉእ እትሓስቡ? ኣየናይ ይቐልል? ሓጢኣትካ ተሓዲጉልካ ምባልዶ ወይ ተንስእ እሞ ኺድ ምባል? እምበኣርከስ ወዲ ሰብ ኣብ ምድሪ ሓጢኣት ክሓድግ ስልጣን ከም ዘለዎ ምእንቲ ኽትፈልጡ ኢሉ ሽዑ ነቲ ልሙስ ተንስእ ዓራትካ ኣልዒልካ እውን ናብ ቤትካ ኺድ በሎ። ተንሲኡ ድማ ናብ ቤቱ ኸደ። እቶም ህዝቢ ኸኣ እዚ ርእዮም ፈርሁ። ንሰብ ከምዚ ዝመሰለ ስልጣን ንዝሃበ ኣምላኽ ድማ ኣመስገንዎ። እዚ ብስራት ወንጌል ጎይታና እዩ። ብሓቂ ፍቁራት ኣሕዋተይን ኣሓተይን ኣብዚ ናይ ሎሚ ወንጌል ናይ ሓደ ዝሓወየ ልሙስ ሓውና ብሓቂ ዓብዪ ብዙሕ ዝትንክፍ ነጥብታት ረኺበ ኣብታ ኣስተንትኖ እዩ ሓደ ኣብ ዓራት ዝደቀሰ ልሙስ ሓውና ኣብ ዓይኒ ኣእምሮና ክንስእሎ ንኽእል እንታይ ማለት እዩ ልሙስ ማለት መሓውሩ ዘይንቀሳቐስ እዳው እጋሩ ዘይንቀሳቐስ ኮታ ዓዲ ዝወዓለ ወፊሩ እንጀራ ሓሪሱ ክኣቱ ዘይኽእል ሽዑ ዝነበረ ስራሕ ወይ ሕርሻ ወይ ገፋፍ ዓሳ እዩ ፍቁራት ኣሕዋተይን ሓተይን ስለዚ ክልጥ እዩ ክገብር ዘይኽእል በዚ ምክንያት እዚ በቃ እቲ ንርእሱ ኣብ ቁስልን ኣብ ስቓይን እዩ ዘሎ ኮታ ዝንቀሳቐስ የብሉን ንዑ ዝጾሩ ከኣ ኣሕዋትን ሓትን ኣለውዎ መኣዲ ኣለውዎ ከመይ ርኢናዮ ኣርባዕተ ኣሕዋቱ ክሕግዝዎ ከሎ ንርኢ እኖ ከኣ ካብ ዓራት ዝደቀስ ሓደ ልሙስ ኣምጽሉ የሱስ ድማ እምነቶም ርዩ ኣጆኻ ዝወደይ ሓጢኣትካ ተሓዲጉልካ እዩ ስለዚ ብሓቂ ብቲ ሕውየትና ክንተሓጋገዝ ከም ዘለና ተንኪፉኒ እንታይ ማለት እዩ እቲ ምንቅስቃስ ዝኸልኣና ዘሎስ እንታይ እዩ? ናትና ለምሲ ፍቁራት ኣሕዋተይን ሓተይን ኣብዚ ክልተ ሽሕን ዕስራን ሸድሽተን እንታይ እዩ? ለምሲ ክንብል ከለና ብኹሉ ኢና ክንሪኦ ዘለና። ነቲ መንፈስና ዘልምስ፣ ነቲ ኣእምሮና እውን ዘልምስ፣ ነቲ ልቦናና እውን ዘልምስ ኮታ ከም ዘይንቀሳቀስ ዝገብሮ ዘሎ ቀይዱ ዝሓዞ ቁፅርፃር ከመይ ብባህሪና ብመልክዕን ብኣርኣያ ናይ ኣምሳል ናይ ኣምላኽ ናይ ቅድስ ስላሴ ዝተፈጠርና ጉሩማት ተባዕታይ ኣንስታይ ሰብ ኢና እዚ ሓደ ፍጥረትና እዩ ካልኣይ በቲ ናይ ጎይታናን መድሓኒናን ተስፋናን የሱስ ክርስቶስ ወልደ እግዚኣብሔር ሰብ ኮነ ኣብ መንጎና ሓደረ ከዓ በቲ ምስጢረ ስጋዌ ንብሎ ፍቁራት ኣሕዋተይን ኣሓተይን ዝበለጸ መለኮታዊ ኢና እቲ ጸዋዕታና ወዱ ኣብቲ ውሉድ ኣብቲ ወልደ ኣብ ኣብ ወልደ ማርያም ጓሉ ኣብቲ ውሉድ ኣብቲ ወልደ ኣብ ወልደ ማርያም ኢና ፍቁር ወዱ ፍቅርቲ ጓሉ ኢና ብቲ መንፈስ ቅዱስ ካብቲ ውሽጥና ኮይኑ ይብል ሓውና ጳውሎስ ኣባ ኣቦ ይበል እቲ መንፈስ ቅዱስ ፍቁር ኣቦ ፈቃር ኣቦ ፍቁራት ደቁኻ ንሕና እዚ እዚ ብምሉኡ ፍቁራት ኣሕዋተይን ሓተይን ንቕድሚትን ንላዕልን ዘንቀሳቕስ እዩ ንልብና ዘንቀሳቕሶ ንኣእምሮና ዘንቀሳቕሶ ንመንፈስና ዘንቀሳቕሶ ህያው ዝገብረና እዩ ነዚ ሪኦም ኣቦና ርእሰ ሊቃነ ጳጳስ ፍራንቸስኮ ህያው ክርስቶስ ህያው ክርስቶሳውያን ኢሎም ጽሒፎምልና ክሪስቱስ ቪቨት ኢሎም ጽሒፎምልና ብላቲን እንታይ ማለት ህያው ክርስቶስ እዩ እቲ ህያው ክርስቶሳውያን ዝገብረና ናቱ መንፈስ እዩ ንላዕልን ንቕድሚትን ዘንቀሳቕሰና ክንጎዩ እንተ ደኣ ዘይከኣልናስ እንተወሓደ ክንስጉም ክሰጉም እንተ ደኣ ዘይክኢልናስ ተወሓደ ደው ክንብል ደው ክንብል እንተ ደኣ ዘይክኢልናስ እንተወሓደ ፍሑኽ ክንብል ኮታ ብዝኾነስ በቲ መንፈስ ዝመርሓና ንቕድሚትን ንላዕልን ክንንቀሳቐስ ብኣእምሮና ክንቀሳቐስ ልብና ክንቀሳቐስ መሓውርና ክንቀሳቐስ ካብቲ ንሪኦ ዘለና ለምሲ ክንወፅእ ለምሲ ከም ብሕታዊ ሰብ ለምሲ ከዓ ከም ማሕበረሰብ ስለዚ ንዕኡ ክንሪኦ ንኽእል ፍቁራት ኣሕዋተይን ሓተይን ነቲ ውሽጣዊ ቁፅርፃር ቀዳማይ ይፈትሕ እዩ ጎይታናን መድሓኒናን ተስፋናን የሱስ ክርስቶስ ቀዳማይ ዝፈትሖ ነቲ ውሽጣዊ ቁፅርፃር እዩ ሓጢኣትካ ተሓዲጉልካ እዩ እቲ ሓጢኣት ንብሎ ፍቁራት ኣሕዋተይን ሓተይን ኣብቲ ውሽጢ ንዓይ ንዓኻ ንዓኺ ንልብና ዝትርር ነታ ልብና ከዓ ናብ እምኒ ቀይሩስ ፅልእን ፍርሕን ዝበሃሉ ኣለዉ ራዕዲ ክልቲኦም እዚኦም እታ ልብና ብፍቁራት ኣሕዋተይን ሓተይን ኣይትንቀሳቐስን ክነብዑ ርኢና ኣይንነብዕን ክሕጎሱ ርኢና ኣይንሕጎስን ኣብ ካልእ ክፋል ናይቲ ወንጌል እውን ከምኡ ይብል ሓዘን ጌርናልኩም ኣይትነብዑ እንደገና ከዓ ባህታ ጌርና መርዓ ጌርና ከዓ ኣይትሕጎሱን ኮታት ምስቲ ኩነት ዝኸይድ ስሚዒት የብልኩምን እሞ ከኣ እቲ ወንጌል ዝጽውዓና ኪኖ ዝኹሉ ብሓቂ ከምቲ ሰማያዊ ኣቦኹም ርሕሩሕ ዝኾነ ከምኡ ርሕሩሓት ኩኑ እዩ ከምቲ ሰማያዊ ኣቦኹም መሓሪ ዝኾነ ንስኻትኩም እውን መሓርቲ ኩኑ እዩ ሃይማኖተ ልቢ እዩ ፍቁራት ኣሕዋተይን ሓተይ ሃይማኖተ ህያው ክርስቶስ ህያው ክርስቶሳውያን ዝገብረሉ እዩ ብሱታፌ ምስጢራት ንባብ ቅዱስ መጽሓፍ እቲ ተመኩሮኻ ምክፋል ኣብ መኣዲ ተመኩሮ ናይ ሓውኻ ናይ ሓፍትኻ ክትሰምዕ ኣብቲ መገዲ ሓቂ ህይወት ከመይ ዝኸይድ ዘሎ ሓውኻ ሓፍትኻ ትሰምዖ ክዓቢ ክንቀሳቐስ ምስቲ ዕድሙ ዝኸይድ መንፈሳውነት ብስለት ክህልዎ ወዲ ሰብዓ ዓመት ተደኣ ኮይኑ ምስ ናይ ሰብዓ ዓመት ዝኸይድ መንፈሳውነት ክህልዎ ብስለት ህያው ክኸውን ንወዲ ዓሰርተ ሸሞንተ ከኣ ምስ ምስ ወዲ ዓሰርተ ሸሞንተ ዝኸይድ ምስቲ ባህርያዊ ዕብየት እዩ እቲ ጸጋ ዝሰርሕ ምስቲ ባህርያዊ ዕብየት ክንዝኸይ ንድሕሪት ተሪፉ ኮታ ናይ ሃይማኖት ተሰናብቲ ጥራይ ኮይኑ ሃይማኖተ ውሻጠ ጥራይ ቃ ናይዛ ናይ ርእሰይ ጥራይ ናይ ማሕበረሰብ እዩ መድሓኒ ኣለም ዘድሓኖ ዓለም ብምሉእ እዩ ስለዚ ፍቁራት ኣሕዋተይን ሓተይን ትለምሲ ኣበይ ዘሎ ክንሪኦ ምስ ረኣናዮ ከዓ ነቲ ዘሕዊ ነዚ ለምሲ ዝክሕዊ ዝኸል ቁፅርፃር ናይ ውሽጢ ፈቲሑስ ሓጢኣትና ወልፍታትና ኮታ ኩሉ እቲ ውሽጥና ዝቀይደና ዘሎ ናይ ኣእምሮ እውን ከይተረፈ ንስታት ፈቲሑ ህያው ክገብረና ካልኣይ ከዓ እቲ ህያው ሰብኣይ ህያው መርዓቱን ደቁን ኮይኖም ህያው ስድራ ቤታት ህያው ስድራ ቤታት ካብ ምስ ካልእ ስድራ ቤታት ህያው ቤተ ክርስትያን ህያው ማሕበረሰብ ንክንመፅእ እዚ እቲ ጎይታና ዝፅውዓና ዘሎ ኮይኑ ይስምዓኒ ምእንቲ እዚ ፍቁራን ኣሕዋቴን ሓቴት እቲ ቀዳማይ ዝፈትሖ እቲ ውሽጣዊ እዩ ካብኡ ቀፂሉ ግን እቲ ውሽጣዊ ፈቲሑ ሰቓ ይብልን እንታይ ደኣ ተንስእ እሞ ኺድ ከኣ ይብሎ እዩ ካብቲ ዓራትካ እንታይ ማለት ሰብነታዊ ሕውየት ኣሎ ስለዚ እቲ ኣብ ክርስትያን ኣብ ካቶሊካውያን ድሕነት እንብሎ ዘለና ኩለንተናዊ ድሕነት እዩ ኩለንተናዊ ሕውየት እዩ ናይ መንፈስና ጥራይ ዘይኮነ ናይ ሰብነትና ናይ ኣእምሮና ናይ ዝምድናታትና ብምሉእ ከመይ ዝሓውና ምስ ሓወ ንዓዲ ክኸይድ ኣብ ዓዲ ከዓ ክወፍር እዩ ስራሕ ሕርሻ ክወፍር እዩ ወይ ዕሳ ዓሳ ምግፋፍ ክወፍር እዩ እቶም በቲ ህዝቢ እቲ ማሕበረሰብ ከዓ ክፅምበሮም እዩ ኣብቲ ዓራቱ እዩ ነይሩ ለሚሱ ሕጂ ግን ኣብቲ ማሕበረሰብ ይፅምበር እቲ ናቱ ክብረ ግርማ መሰል ከም ሰብ ከዓ ክኹላዕ እዩ ብስራሕ እዩ ንዕኡ ንክረአ ዝገብር ጨው ምድሪ ብርሃን ዓለም ዝገብረና ንሱ እዩ ትዕዮ እዩ ኣብኡ ንሱ እቲ ምስክርነት ሰላሳ ስሳ ሚእቲ ከንደ ከተፍርዩ ምእንቲ ይብል እቲ ወንጌል ተንቀሳቒስኩምስ ጾምን ጸሎትን ጻዕርን ምንቅስቓስ እዮም ፍቁራት ኣሕዋትን ኣሓትን ሰለስተ እዮም እምነት ተስፋ ፍቕሪ ምንቅስቓስ እዮም ሰለስተ እዮም ህያው እምነት ህያው ተስፋ ህያው ፍቕሪ እዩ እዚ ከኣ የፍሪ እዩ ግብረ ሰናይን ግብረ ፍትሕን እዩ የፍሪ እዩ ፍቁራት ኣሕዋተይን ሓተይን ምንቲ እዚ እቲ ካልኣይ ነጥቢ እንታይ ተንስእ እሞ ዓራት ካልዒልካ ከይድ ካበይ ኣነ ክትንስእ ዘለኒ ህጂ ንዓይ ንዓኻ ብሩኽ ሓወይ ንስኻ እውን ኣብ ጸሎትካ ክትሪኦ ንስኹም ብርኽቲ ሓውተይ ኣብ ጸሎትካ ክትርእዮ እንታይ ኣሎ ክትንስኦ ዘለኒ ምትንሳእ ብኹሉ ደረጃታቱ ክንሪኦ ትቃልቲ ከመይ ንግሆ እውን ንትንስኢና ካብ ዓራትና ካብ ዓራትና ክንትንስ ከለና ነዚ ሓዳሽ መዓልቲ ህያብ ኣምላኽ ዝበና ዘሎ ከመይ ኢልና ንቕበላ ፍቁራት ኣሕዋተይን ሓተይን ተመስገን ኢልና ዶ ንቕበላ ከመይ ህያብ እያ እታ መዓልቲ እቲኣ እውን ካብ ዓራትካ ምትንሳእ ህያብ እዩ ዓይንኻ ከፊትካ ምኽኣል ንግሆ ህያብ እዩ ብኣኡ ንነብር ብኣኡ ንንቀሳቐስ ብኣኡ ህያዋን ንኸውን ስለዚ እዚ እዩ ካልኣይ እቲ ስራሕና ህያብ እዩ ወት ወፊርና እንጀራ ነምጻሉ ስራሕ ንርእሱ ህያብ እዩ። እቲ ምእቲ ኣብ ስድራ ቤት እውን ህያብ እዩ። ሰበ ኺዳን ንሓድሕዶም ህያብ ናይ ኣምላኽ እያቶም። እቶም ውሉድ እውን ህያብ ናይቶም ናይ ኣምላኽ ነቶም ወለዲ እዮም። ህያብ ዘይኮነስ ወላ ሓንቲ የለን፣ ኩሉ ህያብ እዩ። ናይ ኣምላኽ እዩ። ነዚ ኩሉ ከነመስግኖ እሞ ከነፍሪ ግብረ ፍትሒ ግብረ ሰናይ ከነፍሪ ፍቁራት ኣሕዋተይን ሓተይን ንላዕልን ንቅድሚትን ዝኸይድ ምዕባለ ኩለንተናዊ ምዕባለ ከምቲ ትምህርተ ማሕበረሰብ ዝብሎ ክንገብር ተንስእ እሞ ዓራትካ ኣልዒልካ ናብ ቤትካ ኺድ እቲ ቤትካ ምኻድ እቲ ምስ ሰብ ምፅምባር ፍቁራት ኣሕዋተይን ሓተይን እዚ ምስ ረኣዩ ይብል ቶም ህዝቢ ፈርሁ ንሰብ ከምዚ ዝበለ ስልጣን ዝሃበ ኣምላ ኣምላኽ ድማ ኣመስገንዎ ብምስጋና ክኸዱ ከለዉ ንርኢ ተመስገን ክብሉ ከለዉ ኣብቲ እቲ መዝሙር ዘንበብናያ እውን ከምኡ ስነ ፍጥረት ብምሉእ ዕብየት ኣምላኽ ይዛረብ ይብል እሞ ንሱውን የመስግን ተመስገን ይኸይድ እቲ ቀዳማይ ንባብ ዘንበብናዮ እውን ትንቢት ኣሞፅ እቶም ተኸፊሎም ዝዓዩ ነቢያት ብዛዕባኦም ይዛረብ ተኸፊሎም ንንጉስ ዝዋጥዩ ነቢያት ነይሮም ሽዑ ሕጂ እውን ኣብ ዘበኑ ኣብ ዘበን እዚ እውን ኣለዉ ስለዚ ኣሞፅ ከዓ ይብሎ ኣማሰያን መፂኡ ካብዚኣ ከይትሰብኽ ኢሉ እዩ ነጊርዎ ኣብዚኣ እስከይትንበ ኣማሰያ ድማ ንኣሞፅ ኣታ ነቢ ኪድ ናብ ሃገር ይሁዳ ህደም ኣብኣ ደኣ ተነበ እንተ ደለዩ ንሳቶም ይመግቡኻ ከምዚ ኣዩ ካብኡ መግቡ ዝረክብ እዩ ቤትኤል ካእ ግና ንጉስን ንጉስ ዘምልኸላን ቤተ መቅደስ መንግስትን እያ እሞ ድሕሪ ደጊም ኣብኣ ይትነበ በሎ እቲ ናይ ተኸፊሉ ዕሱብ ዝኾነ ነቢ ኣማሰያ ከምኡ ይብል ኣሎ ኣሞፅ ከዓ ከምዚ ይብሎ ንኣማሰያ ኣነን ኣነስ ጓሳን ሓላው ዳዕሮን እየ ተኸፊሉ ዝሰርሕ ነቢ ወይ ከዓ ካብ ማሕበር ነቢያት ኣይኮንኩን ስለዚ ብኡ ኣይነብርኒ በዚ ኮንኩን ተዓሲበ ዘለኹ እዩ ዝኽፈሎ ነቢ ኣይኮንኩን ክጓሱ ከለኹ እግዚኣብሄር ፀዋዓኒ ኪድ እሞ ንህዝበ እስራኤል ተነበየሉ ከዓ በለኒ በኣርከስ ቃል እግዚኣብሄር ስማዕ ንስኻ ኣንጻር ህዝቢ እስራኤል ኣይትነበ ኣንጻር ቤት ይስሓቅ እውን ኣይትስበኽ ትብል ኣለኻ ስለዚ እግዚኣብሄር ኢሉ እቲ ንዕኡ ዝወርዶ ኩነኔ ይነግሮ ስለዚ ፍቁራት ኣሕዋተይን ኣሓተይን ንሕና እውን በቲ ጸጋ ጥምቀት ናይ ነቢይ ናይ ክህነት ናይ ንግስነት እዚ ኩሉ ሰለስቲኡ ጸጋታት ተዋሂቡና እዩ ኣብ ጸጋ ጥምቀት ከም ምእመናን ንዕኡ ክንክነብሮ እንታይ እቲ ነቢይ ዝገብር ነቲ ሓቂ እዩ ደው ዝብል ነቲ ዘሎ ኩነታት ከዓ ከም ዘለዎ የንብቦ ከም ዘለዎ ከይሓባበ ከይሸፋፈነ ማለት እዩ ነዚ እዩ ንሱ ከዓ እዩ እቲ ንፍትሕን ሰላምን ዘምፅእ ንሱ እዩ ፍቁራት ተፋጤና እቲ ቅንዕና እቲ ጥራይ እዩ ቅንዕና እንተዘየሎ ጥዕና የልቦን ፍቁራት ኣሕዋተይን ሓተይን ጥዕና እንተዘየልቦ ከዓ እቲ ቅድስና የልቦን ስለዚ በቲ ቅንዕና እዩ ዝጅምር